ሰላም ሰላም ከመይ ኣለኹም ኩልኹም ከመይ ትኾኑ ኣቤል ገብረስላሴ እየ መፅኤ ዘለኹ ሎማዓንቲ ከዓ ከምቲ ልሙድ ከዕብየናን ከነቃቃሓና ንኽእል እዩ ዝበልኩዎ መደብ ሒዘልኩም መፅእ ኣለኹ ዝሓለፈ ረቡዕ ክመፅእ ግበኣኒ ነይሩ ይቕሬታ ቁርብ ቢዚ ስለ ዝቐነኹ ናይ ዝሓለፈ ሓንቲ መዓልቲ ሚስ ገይረ ኣለኹ ስለዚ ናይ ሰንበት ናብ ሎማዓንቲ ቅሪበ ኣለኹ ፅባሕ ቁርብ ስለ ዘይጥዕመኒ ናብ ሎሚ ምጽያ ዘለኹ እምበኣር ሎማዓንቲ ከዓ ከምቲ ዝሓለፈ ንገብሮ ነበርና ብዛዕባ ሓንቲ ኣርእስቲ ሒዘልኩም መፅ ኣለኹ ኦኬ እምበኣር ናይ ሎሚ ከዓ ከምቲ ናይ ኩሉ ግዜ ዝገብሮ ሕፅር ዝበለት ቪድዮ ክገብረልኩም ምክንያቱ እንድሕር ቁርብ ነዊሑ ቁርብ ኣሰልቻዊ ከይከውን ሓፃርን ጠቃሚትን ዝበልኳ መልእክቲ ሒዘልኩም መፅ ኣለኹ ቅድሚ ናብታ ኣርእስቲ ምኻደይ ሓደ ነገር ኣብ ሓሳብና ክንሕዝ ይደሊ ኣለኹ ድሕር ፒሮ ወረቀትን ሒዝኩም ኣለኹ ፅቡቅ እንተዘይ ኮይኑ ግን ኣብ ሓሳብኩም ሰርክል ክትሰኣሉ እሞ ሰርክል ሰርክል ንስኣል እሞ ኣብታ ሰርክል እቲ ኣብ ሂወትና ዘለና ነገር ነቐምጦ እቲ ኣብ ሂወትና ዘለና ንኣብነት እቲ ትነብሩሉ ገዛ መኪና ተላትኩም ብሽክለታ ተላትኩም ተዘላትኩም ቫኬሽን ትኸዶ ኣለኹም ቫኬሽን እቲ ዘለኩም ዓቕሚ ገንዘብ ተኮይኑ እቲ ዘለኩም ኩሉ ኣብታ ሰርክል ኣቐምጦ እቲ ዘለኩም ኣብታ ሰርክል መሰቐመጥኩም ጸኒሕኩም መሊስኩም ከኣ ሕጂ ከኣ እቲ ዘይብልኩም ግን ኣብ ሂወት ክህልወኩም ዝደሊ ከኣ ካብታ ሰርክል ወጻኢ ኣብ ደገ ኣቐምጥዎ። ንኣብነት ብሽክለታ ድሕር ትዝውሩ ኮንኩም ማርቸዲስ መኪና ድሕር ክትህልወኩም ትደልዩ ኮንኩም ወይ ትምነዩ ኮንኩም ኣብታ ደገ ኣብታ ወጻኢት ሰርክል ካብታ ሰርክል ወጻኢት ኣብኣ ኣቐምጥዋ ማለት እዩ። ገዛ ተኻሪኹም ድሕር ትነብሩ ኮንኩም ናትኩም ገዛ ክህልወኩም እንተኮይኑ ተደለዩ ተኾንኩም ኣብቲ ደገ ኣቐምጦ ብምሉኡ እቲ ክህልወኩም ትደልዩ ግን ዘይብልኩም ኣብ ደገ ኣቐምጦ ሕጂ እታ ኣብ ውሽጢ ሰርክል ዘላ እታ ኣብ ሂወትኩም ዘለኩም ግን እትደልይዎ ካልእ እዩ እታ ሰርክል እቲኣ እንታይ ትበሃል መሲልኩም ኮንፈርት ዞን ትበሃል ሎማዓንቲ ብዛዕባ ኮንፈርት ዞን ኢና ንዛረብ ኮንፈርት ዞን ወይ ከዓ ምቹእ ዞባ ምቹእ ዘባ ብትግርኛ ምቹእ ዘባ ኢለ ኣለኹ ንእንግሊሽ ኮንፈርት ዞን እየ ዝብሎ ዝበዝሕ ሰብ ምናልባት ነቲ ዘይፈልጦ ኮንፈርት ዞን ፅቡቕ ምቹእ ዘባ ደስ ኢልዎ ዝቕመጦ ግዜ ወይ ዝቕመጠሉ ኩነታት ክመስሎ ይኽእል እዩ ግን ኮንፈርት ዞን ኣዝዩ ሓደገኛ ቀንዲ ከዓ ንሰብ ፀላኢ ዝኾነ ነገር እዩ ኮንፈርት ዞን ኮንፈርት ዞን ድሕር ኣብ ኮንፈርት ዞን ኣለኻ ኣብ ሓደጋ ኣለኻ ማለት እዩ ኣይትዓብን ኢኻ ኣይትልወጥን ኢኻ እቶም ትደልዮም ብምሉኦም ኣብ ሂወትካ ከዓ ከይሃለውካ ክትነብር ኢኻ ማለት እዩ ናብዚ መሬት ዝመፀናሉ ምክንያት ኣለና ንሕና ስኢልና መፂና ሓደ ሰብ መፂኡ ተወሊዱ ዓብዩ በሊዑ ሰትዩ ተመርዒዉ ገዛ ሰሪሑ ወሊዱ ክሓልፍ ኣይኮነን ኣብዚ ገለ ኣበርክቶ ጌርና ክንከይድ ክንክእል ኣለና ኣብዚ ምድሪ ምክንያቱ እዚ ብምሉእ ንጥቀመሉ ዘለና እቶም ቅድመና ዝፀንሑ ገዲፎምልና ዝኾኑ እዩ ንሕና ከዓ ነቲ ድሕረና ዝመፅ ዘሎ ወለዶ ገለ ነገር ኣበርኪትና ገለ ነገር ሂብና ክንከይድ ኣለና ስለዚ እቲ ኮንፈርት ዞን ሎማዓንቲ ብዛዕባ እቲ ኮንፈርት ዞን ኢና ክንዛረብ ዝኾነ ሰብ ኩልና ክርዳእና ዘለዎ እንድሕር ኣብ ኮንፈርት ዞን ኣለና ካብቲ ኮንፈርት ዞን ክንወፅእ ኣለና ህይወትና ከመሓየሽ ክልወጥ ክንዓቢ እንድሕር ኮይና ካብቲ ኮንፈርት ዞን ካብቲ ዘለና ኮንፈርት ዞን ክንወፅእ ኣለና እቲ ዝበለፀ ፀላኢ እቲ ዝዓበየ ፀላኢ ናይ ህይወትና ኮንፈርት ዞን ናህና እዩ ማዕረ ከምዚ ንዓና ንሰባት ታሽሞ ጋብረና ዝኽእል ማለት እዩ ምክንያቱ ዝኾነ ሰብ ካብቲ ዘለዎ ምቾት ክወፅእ ኣይደልን ንጎ ተሲኡ ስራሕ ክኸይድ ደሊ የለን ጅም ንጎ ተሲኡ ክሰርሕ ዝደሊ ሰብ የለን ምክንያቱ እቲ ምቾት ድህበካ ኣብ ገዛኻ ኮፍ ኢልካ ደቂስካ የዕሪፍካ ኮፍ ኢልካ ሪሞት ሒዝካ ሙቪ ክትርኢ ምውዓል እሱ ግን እቲ ሓደገኛ እዩ እሞ ኸዓ ሕማቕ ሪዛልት ኣብ ህይወት እንታይ ኣሎ መሲልኩም እቲ ከበድቲ ነገራት ዝገብር ቀሊል ህይወት እዩ ዝነብር እቲ ቀሊል ቀሊል ነገር ዝገብር ከኣ ከቢድ ሂወት እዩ ዝነብር። ብተወሳኺ ሓደ ነገር ክነግረኩም፣ ሎሚ ዋጋ እንድሕር ደይከፊልካ ጽባሕ ሎሚ እንድሕር ዋጋ ዘይከፊልካ ጽባሕ ዋጋ ክትከፍል ኢኻ። ሎሚ ዋጋ ተኸፊልካ ግን ጽባሕ ክትክፈል ኢኻ። ናይቲ ሎሚ ዝኸፈልካዮ ጽባሕ ዋጋ ክትክፈል ኢኻ። ጽባ- ሎሚ ዋጋ እንድሕር ደይከፊልካ ግን ጽባሕ ኣይትኽፈልኒ ኢኻ ኣይኮነ ዓቢ ዋጋ ክትከፍል ኢኻ ጽባሕ ስለዚ እቲ ሂወትካ ክመሓየሽ ሂወትካ ክልወጥ ንዓኻን ምስ ቤተሰብካን ስድራኻን ዝልወጥ ሂወት ክህልወካ ተኾይኑ ካብቲ ኮንፈርት ዞን ክትወጽእ ክትክእል ኣለካ ማለት እዩ ሓደ ነገር ክነግረኩም ኣብነታት ክበኩም እዩ ንኣብነት ስቲቭ ጆብ ማርክ ዙከንበርግ ጀፍ ቤዞስ ኢላን ማስክ በዓል ቶማስ ኤድሰን እዞም ብምሉኦም ኣብ ኮንፈርት ዞን ኮይኖም ኣይኮኑ እዚ ዓለም ክልወጥ ዝኽእል ነገር ኣምፅኦም ስቲቭ ጆብ ኣይፎን ክምስርት ከሎ ኣብ ኮንፎርት ዞን ኮይኑ ኣይኮነን ካብቲ ኮንፈርት ዞኑ ስለ ዝወፀ እዩ ዝኩሉ ባይ ዘ ወይ ካብቲ ኮንፈርት ዞንና ባዕልና ክንወፅእ እንድሕር ደይክኢልና ህይወት ትደፍኣና እዩ ፅቡቅ ጌራ ትቐጥቅጠና ህይወት ፅቡቅ ህይወት ኣይህልወናን ኣብ ምምራርን ኣብ ምስትምሳልን ንዕድል እንዳማረርና ኢና ንነብር ምክንያቱ ዕድል እዩ ዝመስለና ዘጋጠመና ዕድል ከምዚ ንዓይሲ ዕድለይ ከምዚ ኮይኑ ዕድለይ ከምዚ ኮይኑ ኢና ንብል ግን ዕድል ኣይኮነ እቲ ትደልዮ ንክትረክብ መጀመርያ ካብቲ ኮንፎርት ዞንካ ክትወፅእ ኣለካ ሙቪ ካብ ክትርኢ መፅሓፍ ከተንብብ ክትክእል ኣለካ ንግሆ ደቂስካ ኣርፊድካ ካብ ክትውዕል ንግሆ ተሲእኻ ንስራሕ ክትከይድ ክትክእል ኣለካ ደፊርካ ቢዝነስ ክትጅምር ክትክእል ኣለካ ሪስክ ክትወስድ ክትክእል ኣለካ፣ ፍርሒ ዝበሃል ከተወግዶ ኣለካ ክትክእል ኣለካ። ኣእምሮና ሓደ ነገር ክነግርኩም ዝደሊ ኣእምሮና ዝኾነ ንዓና ከዕብየና ኣይኮነን ተፈጢሩ፣ እዚ ኣእምሮና ንዓና ክሕልወና እዩ ተፈጢሩ። ስለዚ ኢና ንፈርሕ። ዝኾነ ሰብ ኮፍ ኢሉ ከሎ ብድሕሪኡ መፂኡ ሰብ ከሰንብዶ ከሎ ቅድሚ ዝኾነ ምርግጋፅ ተስ- ተስ እዩ ዝሃድም። ዋይ ምክንያቱ ሓንጎልና ንዓና ክከላኸለልና እዩ ተፈጢሩ። ንምዕባይ ንምብልፃግ ንሕና ኢና ነሰልጥኖ ባዕልና ኢና ነሰልጥኖ ከመይ ጌርና ኸ ነሰልጥኖ መፅሓፍቲ ብምንባብ ግሪእናዮም ዘይንፈልጥ ምግባር ጌርናዮም ዘይንፈልጥ ምግባር ኬድናዮ ዘይንፈልጥ ቦታ ብምኻድ ፈቲናዮ ዘይንፈልጥ ብምፍታን ሓደሽቲ ነገራት ኣብ ሂወትና ብምእታው በዚ ኢና ከዓ ነቲ ኮንፈርት ዞን ክንስዕሮ ንኽእል ነቲ ፍርሒ ነቲ ሪስክ ምፍራሕ ክንስዕሮ ንኽእል ስለዚ ብምሉእና እቶም ኣብ ኮንፈርት ዘለና ሕጂ ሎማዓንቲ እዚ ዝዛረቦ ዘለኹ ኩልና ነብስና እንዳ መርመርና ክንሰምዖ እየ ዝደሊ እንድሕር ኣብ ኮንፎርት ዞን ኣለና ኮይና ኮንፎርት ዞን እቲ ኣዝዩ ሓደገኛ ንሰብ ጸላኢኡ ዝኾኑ ድማ ድሓር ከዓ ዋጋ ከኽፍለካ ንኸምኡ ይኮና እንተፈጢርና እቲ ሰብ ከም ሰብ ኣዝዩ ብቕዓትን ሓይልን ዘለዎ ሰብ ፍጡር የለን ፈጣሪ ክንፈጥረና ከሎ ንሕና ብዙሕ ነገራት ኣብ ውሽጥና ኣቐሚጥልና እዩ ኣንሊሚትድ ዝኾነ ግን ንሕና ኣይተጠቀምናሉ ክንጥቀመሉ ከነውፅኦ ኣለና ክንምርምሮ ኣለና እዚ ዝዛረቦ ዘለኹ ብምልኡ ድገርመኩም ብቀዳማይ ጀሚረ ሓንቲ ሓንቲ ኣርእስቲ እንዳሓሒዘ መፅእ ኣለኹ እቲ ዝዛረቦ ዘለኹ ከነቃቕሓናን ሓድሽ ነገር ኣይኮንኩን ድበኩም ዘለኹ ምናልባት ሓድሽ ነገር ክምህር ኢለ ኮንኩን ኣብዚ ወፅእ ዘለኹ እቲ ሰብ ኣብ ውሽጡ ዘሎ ክጥቀመሉ ኢለ ኣብዚ ዝዛረብ ዘለኹ ሰባት ተኣዲኑ ዘይእደን ብቕዓት እዩ ዘለና ኣብ ውሽጥና ግን ብዝተፈላለየ መገዲ ኣብ ኮንፎርት ዞን ርዒብና ኣለና ክንወፅ እዩ ዘለና ካብቲ ኮንፎርት ዞን ናና ካብቲ ምቹእ ነገራት ክንወፅእ ኣለና ፈቲና ዘይንፈልጥ ዘይንፈልጥ ነገራት ክንፈትን ኣለና ደስ ዘይብለና ነገራት ክንገብር ኣለና እቲ ደስ ዝብለና ክንገብሮ ቀሊል ዝመስለና እሱ ኣይጠቕመናን እዩ እቲ ዝገርመኩም ንኣብነት ንኣብነት ንጎ ተሲኡ ስራሕ ክኸይድ ዝደሊ ሰብ ኣሎ ክኸይድ ስለ ዘለዎ እዩ ዝኸይድ ስራሕ ተዘይከይዱ ከም ዝጠሚ ስለ ዝፈልጥ ገዛ ክራይ ከም ዝሽገር ስለ ዝፈልጥ ኣብ ደገ ከም ዝወፅ ስለ ዝፈልጥ ይሲ እሱ እዩ ኮንፎርት ዞን ዝበሃል እዚ ሕጂ ብቐሊል ኣርእየኩም ኣለኹ እንዳ ዓበየ ክኸይድ ከሎ ከዓ እቲ ሚዛኑ ከዓ ብኡ መጠን እዩ ዝዓቢ ንምንታይ ኢና ንደልዮ ነገር ከሎ ከይረኸብናዮ ዕድመና ዝውዳእ ሰባት ኣብ ሂወቶም ብዙሕ ነገር እዮም ዝምነዩ ብዙሕ ነገር እዮም ዝደልዩ ፈሊጠ እየ ከዓ ከምኣ ኢለ ሰርክል ሰኣሉ ኢለኩም እታ ሰርክል ዝሰኣልኩማ ተን ዘለዋኹም ብምሉእ ናብኣ ኣለዋ እቲ ንደልዮ ግን ብምሉእ ኣብ ደገ እዩ ዘሎ ካብታ ሰርክል ወፃኢ ስለዚ ንሕና እንታይ ኢና ክንገብር ኣለና ካብታ ኮንፎርት ዞን ክንወፅእ ኣለና ወይ እታ ኮንፎርት ዞንና ክንመጣ ክንክእል ኣለና እቲ ንደልዮ ብምሉእ ኣብኡ ክነእትዎ ኣለና እዚ ንኸኣ ብኸመይ ኢና ንገብሮ? ኣብ ህይወት ደስ ዘይብለና፣ ዘይንፈትዎ፣ ምቾት፣ comfort፣ ዘይህበና ነገራት ክንገብር ንክእል ኣለና። ኩሉ ግዜ እቲ ትገብሮ ነገር እንዳወሰኽካ ኣሎ ክትከይድ ኣለካ። ሎማዓንቲ ንጎ ተሲእኻ ብስፖርት 30 ደቂቕ ድሕሪ ትሰርሕ ነርካ፣ ድሕሪ ወርሒ 40 ደቂቕ ግበራ ወይ ሰዓት ግበራ። ምቾት ኮንፈርት ኣይትሃቦ ንውሽጥኻ። ኮንፈርት ዞን ብጣዕሚ ሓደገኛ እዩ። ኣነ ብዙሕ ግዜ ንነፍሲ ኣብ ከምዚ ቦታታት ረኺበ ኣለኹ። ብዙሕ ግዜ ከይተረድኣኒ ኣብ ኮንፎርት ዞን እጸንሕ ድሓር ሃንደበት ምስ ተዘበር ምስ ዘከርክዎ ግን ኦው ወጽእ ኣለኒ ቀልጢፈ ድወጽእ ምክንያቱ እቲ ናይ ኮንፎርት ዞን ሓደገኛ ምዃኑ ዝተረድአ ፍጹም ኣብ ኮንፎርት ኮፍ ክብል ኣይክእልን ኮፍ ክብል እውን ኣይደልን እዩ ምክንያቱ ብዙሕ ብዙሕ ነገራት እዩ ዘለና ኣብዚ ምድሪ ክንመፅእ ከለና ብዙሕ ነገራት እዩ ዝፅበይና ብዙሕ ነገራት ከ ክንገብር ኣለና ኣይ ኖው ሰብ ብዙሕ ሰብ ብዙሕ ትምኒትን ብዙሕ ድሌትን ኣለዎ እቲ ድሌቱ ግን ድሌት ጥራይ ኮይኑ ድዩ ዝተርፍ ሓሳብ ጥራይ ድዩ ኮይኑ ዝተርፍ እዛ ምድሪ ነቶም ሓሰብቲ ፍጹም ዋጋ ኣይትህብነ ነቶም ናይ ተግባር ሰባት እያ ሽልማት ትሽልም ነቶም ናይ ተግባር ሰባት እያ ትሽልሞም እዛ መሬት እዚኣ ስለዚ ካብቲ ሓሳባት ወፂና ካብቲ ትምኒትን ድሌትን ወፂና ሓደ መዓልቲ ክኾነለይ እዩ ካብ ምባል ወፂና ናብቲ ተግባር ክንኣቱ ክንክእል ኣለና እቲ ደስ ዘይብለና ነገራት ክንገብር ክንውስን ክንክእል ኣለና ድሕሪኡ ኢና እቶም ንምንዮም ነገራት ክንረኽቦም ንኽእል ዕሩኽትኻ ወፂኦም ይዘናግዑ ኣለዉ እስኻ ስራሕ እስኻ ኣንብብ ዩቲብ ኣቲኻ ፊልም ካብ ትርኢ ዝጠቕመካ ቪድዮታት ረአ እዚ ብምልኡ ካብቲ ኮንፎርት ዞን ናትካ ንክትወፅእ ክሕግዘካ እዩ ካብቲ ኮምፎርት ዞን ናትካ እንድሕር ወጺኻ ከኣ ሂወትካ ክልወጥ ከኣ ክትርኢ ኢኻ። እዞም ዓንተወይ ዝጠቐስኩልኩም ብምሉኦም በዓል ስቲቭ ጆብ፣ ማርክስ፣ ኢላን ማስክ እዚኦም ብምሉኦም ጄፍ ኣማዞን ዝኣክል ዓቢ ቢዝነስ ዝመስረተ ሱቕ ኢሉ ይኮነ ካብቲ ኮምፎርት ዞን ስለ ዝወጸ እዩ። ናይ ኣማዞን ዋና ቤዞስ ኣብ ሓደ ዓቢ ካምፓኒ ጽቡቕ ፖዝሽን እዩ ነይርዎ። ኣብኡ ብምቾት ምኾነ ነይሩ። እታ ኮምፎርት ዞን ንሳ እያ። ኣብ ኮምፎርት ዞን እዩ። ካብቲ ኮምፎርት ዞን ስለዝወጸ ግን ርእይዎ ንነብሱን ዓለምን ክልውጥ ክኢሉ ማለት እዩ። ስለዚ እታ ናይ ናይ ሎማዓንቲ መልእኽተይ ብዛዕባ ኮምፎርት ዞን እያ ነይራ። ኩልና ካብቲ ኮምፎርት ዞን ክንወጽእ ክንክእል ኣለና። ሓድሽ ነገር ክንፍትን ክንክእል ኣለና። ክንፈርሕ የብልናን። ውድቀት ክንፈርሕ ክንክእል የብልናን። ኢትስ ኦኬ ክንብል ክንክእል ኣለና። ኢትስ ኦኬ ጸገም የብሉን ክንወድቕ። ወላ ሓንቲ ጸገም የብሉን ኣይ ኖው ይርድኣኒ እዩ ንሕና ካብ ኣተዓባብያና ካብ ንኣሽቱ ጀሚርና ብትምህርቲ ዝዓበና ኢና ትምህርቲ ቤት ትምህርቲ ከድካ እንታይ ኢኻ ትበሃል ውድቀት ከም ጥፍኣት እዩ ዝርድኣና ወይ ከዓ ከምኡ እዩ ዝንገረና ግን ኣብ ህይወት ከምኡ ይኮነን ክትወድቕ ውድቀት ክትለማመድ ክትክእል ኣለካ ኢትሶኬ ክትብል ክትክእል ኣለካ ቶማስ ኤዲሰን እዚ መብራህቲ ዝፈጠረልና ወይ እዚ ኣምፖል ዝፈጠረልና ነቲ ኣምፖል ክፈጥር ዓሰርተ ሽሕ ግዜ እዩ ደጋጊምዋ ዓሰርተ ሽሕ ግዜ ኣብ መበል ዓሰርተ ሽሕ ግዜ ይረኪብዋ መን እዩ ዓሰርተ ሽሕ ግዜ ክፈታትን ክደጋግም ዝኽእል ዳስዋ ኢኻ ተዓዊቱ ሓንቲ ፈቲኑ ጠጠው ዝበላ ሓንቲ ፈቲኑ ወይ ክልተ ፈቲኑ ጠጠው ተዝብል ነይሩ ማዕረ ክንዲዚ ኣብ ዓለም ስሙ ኣይምተፀውዐን ንሕና ከዓ ብዛዕባ ኣይምተዛረብናን ምሳለ ከዓ ኣይምገበርናዮ ካብ ኩሉ ካብ ኩሉ ካብ ኩሉ ካብ ኩሉ ንሰብ እንታይ ዝጎድኦ መሲልኩም እቲ ዝደልዮ ነገር ከይረክብ ካብቲ ኮንፈርት ዞን ወፂኡ ደስ ዘይብሉ ሓደሽ ነገራት ንከይፍትን እቲ ተሓቶ እቲ ተማኽሮ ሰብ እዩ ዝውስን ፕሊስ ተጠንቀቑ ንመን ከም ተማኽሩ ተጠንቀቑ ኣነ ሓደ ሰብ ኣነ ኣታዊታተይ ብኣብነት ክበኩም ሚእቲ ሽሕ ኣታዊ ኣብ ወርሒ ክገብር ድሕር ደልየ ሚእቲ ሽሕ ኣታዊ ዘይገበረ ሰብ ክገብር ክሓቶ ኣይክእኒ ንዓይ ክመርሓኒ ይክእኒ እሱ ገይርዎ ዘይፈልጥ ክመርሓኒ ይክእኒ እቲ ዝገበሮ ኦረዲ ብኡ ዝሓለፈ ካብኡ እየ ምክሪ ዝቕበል ኣነ ካብኡ እየ ዝሰምዕ ምክንያቱ ሲ በታ ዝሓለፋ መገዲ ክርእየኒ ዝኽእል ካብ ገዛ ወጺኡ ዘይፈልጥ ሰብ ከመይ ገይረ ናብ ካልእ ዓዲ ከም ዝኸይድ ክሕብረኒ ይክእል እዩ። ኣብታ ዓዲ በጺሑ ዝመጸ ዝመላለስ ሰብ ሓቲትካዮ ግን ክሕብረካ ይኽእል እዩ። the same concept ኢና ግን እቲ ክትገብርዎ ትደልዩ ባዕልኹም ወስኑ፣ ብድፍረት ወስኑ። ክሳራ ከጋጥመኩም እዩ እሶ ኦኬ ጸገም የብሉ መሊስኩም ከዓ ትፍትኑ። ካብ ዘይምፍታን ዝዓቢ ክሳራ የለን። እቲ ዝዓበየ ሪስክ ዘይምፍታን እዩ። ኢድካን እግርኻን ኣጣሚርካ ኮፍ ምባል እቲ ዝዓበየ እዩ። ህይወት ትኸይድ ትቕፅል ስለ ዘላ ክትጎይይ ተዘይክኢልካ ልዕሊኣ ክትጎይይ ተዘይክኢልካ ጠጠው ተይልካ ወዲቕኻ ኣለኻ ወዲቕካ ኣለኻ። ስለዚ ከመይ ጌርና ከም ካብቲ ኮምፎርት ዞን ንሕና ከም ንወፅእ እየ ክዛረብ ፀኒሐ ስለዚ ካብ ኮንፎርት ዞንና ኢና ክንወፅእ ኣለና ክርድኣና ክእል ኣለዎ እቲ ኮንሰፕት እቲ ሓሳብ ክርድኣና ክእል ኣለዎ እቲ ዘለናዮ ምቹእ ዞባ ስለ ዝጠዓመና ስለ ዝተመቸኣና ፅቡቅ ኣለና ማለት ኣይኮነን ኣብ ሓደገኛ ኩነታት ኢና ዘለና እንድሕር ኣብ ኮንፎርት ዞን ኣለና እቶም ኣብ ኮንፎርት ዞን ዘለኹም ኣብ ሓደገኛ ቦታ ከም ዘለኹም ተረዲእኹም ካብቲ ኮንፎርት ዞን ውፁ ሓድሽ ነገራት ፈትኑ መርምሩ ሪኢኹሞ ዘይትፈልጡ ረኣዩ፣ ፈቲንኩሞ ዘይትፈልጡ ፈትኑ፣ ፈቲሽኩሞ ዘይትፈልጡ ነገራት ፈትኑ፣ ክሬት ይቕሬታ ክሬት ጌርኩሞ ዘይትፈልጡ ክሬት ግበሩ። ብዙሕ ሓድሽ ነገራት ፈትኑ፣ ሽዑ ህይወት ክልወጥ ብዙሕ ሓደሽቲ ነገራት ክትፈጥሩ ከዓ ክትክእሉ ኢኹም። ስለዚ ናይ ሎማዓንቲ እዚኣ መደበይ ናይ ሎማዓንቲ መደበይ እዚኣ እያ ነይራ ኣብዚ ምሳይ ስለ ዝፀናሕኹም ከመስግነኩም ይፈቱ እዛ ናይ ሎማዓንቲ መደብ ትሕግዝ እያ ወይ ትጠቅም እያ ፅብቕቲ እያ ኢልኩም ድሕር ሓሲብኩም ሼር ክትገብርዋ ይዕድመኩም ነቶም ኣብ ፌስቡክ ትርእይዎ ሼር ክትገብርዎ ይዕድመኩም ነቶም ኣብ ዩቲብ ቻነለይ ትርእይዎ ድማ ሳብስክራይብ ጌርኩም ነቲ ዘሎ መደባት ክትከታተሉ ትኽእሉ ኢኹም እታ ናይ ደወት ምልክት ከዓ ትፅቐጥዋ ምክንያቱ ሓድሽ ቪድዮታት ከወርድ ከለኹ ምእንቲ ኖትፍኬሽን ወይ ከኣ መልእኽቲ ክመጸኩም እዚኣ እንዳበልኩ ንኹልኹም ፍቕርን ሰላምን ዓወትን ብልጽግናን ክህበኩም ይምነየልኩም ሰሰናዩ